ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኩም መንግስቲ ሎምዓንቲ ከዓ ብካልእ ስራሕ ብካልእ ቪድዮ መፂእኩም ኣለኹ ናይ ሎምዓንቲ ቪድዮና ድኸውን ከመይ ጌርካ ዩቲብ ታምብኔል ኣብ ሞባይልካ ትሰርሕ እየ ከሪኤኩም እዛ ትሪእዋ ዘለኹም ኣፕሊኬሽን እያ ተድልየኩም እዚኣ ኣብ ፕሌይ ስቶር ትርከብ እያ ፒክስ ላብ እያ ትበሃል ኣብ ፕሌይ ስቶር ኣቲኹም ዳውንሎድ ግበርዎ ብድሕሪኡ ከመይ ጌራ ከም ትሰርሕ ቀጥታ ናብ ኣሰራርሑ ክወስደኩም እየ ቀጥታ ናብ ኣሰራርሑ እዚኣ ፒክስል ኣብ ምስ ዳውንሎድ ምስ ገበርኩማ ምስ ከፈትኩሞ ከምዚ ዓይነት ታእሹም እዩ ዘርእየኩም ልክዕ ከምዚ ዝፀንሓኩም ሕጂ ታምብኔል ንምስራሕ እዚ ፅሑፍ እዚ ስለ ዘየድልየኒ ኣብዛ ላዓሊ ደሊት ምልክት ኣላ ደሊት ክብላ እየ ብድሕሪኡ ሳይዝ ናይዚ ናይ ተምብኔል ክነስተኻኽሎ ኣለና ብክልተ መንገዲ ክትረኽቡ ትኽእሉ ኢኹም ብክልቲኡ ከሪኤኩም እዩ ሓደ ኣብዚኣ ኣቲና ኢሜጅ ሳይዝ ትብል ዘላ ትሪእዋ ኣለኹም ኢሜጅ ሳይዝ ካስተም ንብል ኣብዚ ከምዚ ትሪእዎ ዘለኹም ዩቲዩብ ተምብኔል ትብል ኣሎ ኣብዚኣ ትትንክፍ ኦኬ ንብሎ ከምዚ ገይሩ የስተኻኽለልና ወይ ከዓኒ ኣብዛ ላዕሊ ትሪእዋ ኣለኹም ሰለስተ ነጥቢ ኣብኣ ኣቲና ኢሜጅ ሳይዝ ንኣቱ ተመሳሳሊ እዩ ካስተም ኣቲና ዩቲብ ተምብኔል ኦኬ ኢልና ናብቲ ዝቕፅል ስራሕ ንኸይድ ማለት እዩ ሕጂ እዚ ባክግራውንዱ ሕብሪ ክንቅይሮ ኢና ከለር ድብል ኣሎ ኣብ ከለር ንኣቱ ተደሊና ካብዚ ንመርፅ ትሪእዎ ኣለኹም ካብዚ ከምዚ ንመርፅ ተዘይኮይኑ ግን ሓደ ዓይነት ሕብሪ ተደሊና ከለር ንመርፅ ከለር ምስ መረጽና እቲ ምድሩ እንታይ ዓይነት ክኸውን ከም ዘለዎ እስኪ ብላክ ብጸሊም ክንገብሮ ኢና ብጸሊም ጌርና ኦኬ ንብሎ ብድሕሪኡ ኣብዛ መስቀል ምልክት ዘላታ ትሪእዋ ኣለኹም ወይ እዛ ፕላስ ምልክት ዘላታ ኣብኣ ንትንክፍ ኣብዚኣ ሻርፕስ ዝብል ኣሎ ወይ ከዓ ኣብዚ ኣብዚኣ መፂና ትሪእዋ ኣለኹም ኣብዚኣ ሻርፕስ ትብል ኣላ ብክልተ መንገዲ ኣለዎ እዚኣ ምስ ተንከፍና እዚ ከምዚ ኢሉ ክመፃልና እዩ ኣብዚያ ላዕሊ ከዓ ከምዚያ ትሪእዋ ዘለኹም ምርጫታት ኣለና ንሕጂ ዘድልየና ብዙሕ ዓይነት ቅርፅታት ኣሎ ንሕጂ ዘድልየና ግን እዛ ከባብ ክንገብር ኢና እዛ ከባብ እዚኣ ኢላ ምስ መፀትልና ነዚኣ ስሕብ ኣቢልና ነዕብያ ክሳብ ኣብቲ ንደልዮ ብሓንቲ ቦታ በዚኣ ኢና ንስሕባ ክነንእሳ ተደሊና ውን ብኣ በዚኣ ትሪእዋ ኣለኹም መዕበይን መንኣስን ኣለዎ በዚ ብካልእ እንድሕር ሲሒብናዮ ከምዚ ኢሉ ይሽልሕ ትሪእዎ ኣለኹም። እቲ ቅርጹ ይበላሾ እዩ ስለዚ በዚኣ ከምዚ ኣቢልና ንስሕብ እታ ንደልያ ከምዚኣ ምስ ኮነትልና ኦኬ ንብላ ኣብታ ንደልያ ቦታ ምስ ኣብጻሕናያ ብድሕሪኡ ነዚኣ ኮፒ ንገብራ ኮፒ ምስ ገበርናያ ኣብዛ ላዕሊ ኣብዚኣ ንኣቱ ነዛ ታሕተወይቲ መፍትሕ ትሪእዋ ኣለኹም ናይ መፍትሒ ስእሊ ንዓ እንትንክፋ ከምዚኣ ምስ ኮነት ምስ ቀይሕ መፍትሒ ምልክት ምስ ሃበትኩም ንዓጽዋ መሊስና ነዚኣ ሕጂ እዛ ታሕተወይቲ ዋላ ተንኪፈያ ኣይትንቀሳቀስን እያ ምክንያቱ ዓጽየያ ኣብቲ እዚኣ ግን ከስተካክላ ስለ ዝደሊ ብመጀመርያ ኣብዚ መጽየ ቀለም ክቅይረላ እየ እንታይ ዓይነት ከለር ከም ንደሊ ክንመርጽ ኢና ኣብዚ ኣነ ስቅ ኢለ ንዓኹም ንምርኣይ ስለ ዝኾነ ዝኾነ ከለር እንዳገበርኩ እየ ክኸይድ ንስኻትኩም ግን ደስ ዝብለኩም ከለር ብጣዕሚ ብዙሕ ኣሎ ኣብዚ ክትመርጹ ትኽእሉ ኢኹም እስከ ነዚኣ ክመርጻ ኣነ ሕጂ ነዚኣ ኣብዚኣ ምስ ገበርክዋ ከምዚኣ ከምዚኣ ኣቢለ ምስ ኣስተኻኸልክዋ ኦኬ ኢለ ወጽእ ብድሕሪኡ ኣብዚ ትሪእዎ ኣለኹም ፖዚሽን ድብል ኣሎ ኣብዚኣ ፖዚሽን መጽእ በዚ ንየማን ንጸጋም ከምዚ ንቕድሚት ንድሕሪት ከብሎ ክእል በዚ ከዓኒ ንላዕልን ንታሕትን ከብሎ ክእል ሕጂ ከምዚ ኣቢላ ከስተኻኽል ኣብኡ ከለና ራይዋ ቁሩብ ንቕድሚት ኦኬ እዚኣ ተኣኽለያ ኢለ ንላዓሊ ቁሩብ ከብላ ኦኬ ከምዚኣ ተኣክለያ ኢለ እንድሕር ሓሲበ ኣብዚኣ ራይት ትንክፍ ነዚኣ ከዓ ኮፒ ይብላ ሳልሰይቲ ክንውስኸላ ኣብዛ ላዓሊ እንትንክፍ ነዛ ካልኣይቲ ዘላ ንዓፅዋ ምክንያቱ እንድሕር ከምዚኣ ቢልና ተዚኣ ዓፂናዮ ኩሉ እዩ ድንቀሳቐስ ክርብሸና እዩ ኣብ ስራሕ ስለዚ ነዚኣ ውን ንድሕሪት ነብላ ከምዚኣ ነዚኣ ግን ከለር ክንመርጸላ ኣለና ምክንያቱ ተመሳሳሊ ከለር ስለ ዝኮነ ክርብሸና እዩ ሕጂ ነዚኣ እዚ ክንመርጸላ ሕጂ ራይዎ ብጣዕሚ ቀሊል እዩ መጀመርያ ክትሪእዎ ከለኹም ቁሩብ ክብድ ክብለኩም ይኽእል እዩ ግን ቀሊል እዩ ኣሰራርሑ ነዚኣ ውን መጺና ታዓንቲ ወይ ዘርኣኹኹም ኣብዚኣ ፖዚሽን ንብሎ ልክዕ ከምታ ቀዳመይቲ ጌርና ነስተኻኽላ ቁሩብ ንድሕሪት ኦኬ ንላዕሊ ገጸይ ከብላ ሃረ ከምዚኣ ኢላ ተመሳሲለናለይ ጽቡቕ ኣለዋ ኢለ እንድሕር ወዲኤ ከምዚኣ ጽብቕቲ ኣላ ኢለ እንድሕር ወዲእ ካልእ ተወሳኺ ራብዓይ ሓምሻይ ከምኡ እንዳበልና ክንውስኸሉ ንኽእል ኢና ዝተፈላለዩ ዓይነት ከለር ኣነ ግን በዚኤን ሰለስተ ወዲኤ ኣለኹ ኢለ እንድሕር ሓሲበ ኣብዚኣ ኣቱ ኣብዚኣ ኣትየ ነተን መፋትሕ ይኸፍተን ኣብ ታሕቲ ትሪእወን ኣለኹ ኣብዛ ታሕቲ ምልክት ዝገብረላ ዘለኹ ኣብኣ እንትንክፍ ትንክፍ ምስ ኣበልናዮ ከምዚ ኢሉ እንታይ ሽሙ ክመጻልና እዩ ኣብዘን ኣርባዕተ ኣንጎሎ ቲክ ቲክ ንገብር ራይት ንገብረለን ብድሕሪኡ ኣብዚኣ ምልክት ዝገብረላ ዘለኹ ኣብኣ መርጅ ንብላ ኣብኣ እንትንክፋ ኦኬ ንብሎ ኦኬ ምስ በልናዮ ረኣይዎ ሰለስተ ዝነበራ ናብ ሓደ ጠርኒፍዎን ሕጂ እዚአን ከንቀሳቅሰ እንተደልየ ኩለን ብሓንሳብ እየን ዝንቀሳቀሳ ሪኹማ ኦኬ ሕጂ ናብ ንድሕሪት ክንመለስ ካብዚ ኦኬ ኢልና ንወፅእ ሕጂ ናብዚ እንታይ ኢና ክንገብር ደሊና ዘለና ዝተፈላለየ ስእሊ ዘዳለናዮ ኣብዚ ክንውስኽ እንድሕር ደሊና ኣብዛ ላዓሊ ናይ ፕላስ ምልክት ትሪእዋ ኣለኹም እዚኣ ዝተደመሩ ኣብዚኣ ንትንክፍ ኣብዚኣ ፍሮም ጋለሪ ድብላ ኣሎ ካብ ጋለሪ ንመርጽ ኣነ ብቀዳማይ ዝሰራሕክዎ ቪድዮ ስለ ዝነበረ ንዑ ኢለ ዘዳለኽዎ ስእልታት ነይሩ ናይ ለብዚ ናይ ኣርባዕተ ሰብ ስእልታት ኣለኒ ኣብ ዝምፅኤ ክእትወየ ከምዚ ትሪእዎ ዘለኹም ነዚኣ ሕጂ በዚኣ ኩሉ ሻዕ እዚኣ መዕበይትን መናእሰይትን እዚኣ እያ በዚ እንድሕር ተጠቂምና ከምዚ ይበላሾ እቲ ስእሊ ትሪእዎ ኣለኹም ሕጂ ስእሊ ከይበላሸወና ከምዚ ኣቢልና ኣንእስ ነብላ እዚኣ ክሳብ ኣብታ ንደልያ ንገብራ ብዳርዩ እንደገና ካልእ ክንውስኽ ኣብዛ ፕላስ ንኣቱ ፍሮም ጋለሪ ንኸይድ ነምፅእ ካልእ ከምዚ ኣቢልና ኣስተኻኺልና ኣብዚኣ ንኸይድ ኣብ ዝደለናዮ ቦታ ከምዚ ኣቢልና ነቐምጥ ካልእ ነምፅእ ፍሎ ከምኡ ተመሳሳሊት ምምፃእ ሳልሰይቲ ስእሊ ምፅና ኣለና ኣብ ዝደለናዮ ቦታ ነዚኣ እውን ንድሕር ገጅፋትናታ ስእሊ እዚ ኣቢልና ነንእሳ ራብዐይቲ ኣብዚኣ ፕላስ ተንኪፍና ሓንቲ ስእሊ ከነምፅእ ኢና ነላ ኣርባዕተ ስእሊ ከምዚኣ ገይረ ሕጂ ኣብዚኣ ከምዚኣ ተቢልያ ብቕድሚት ኣብዚኣ ግን ከምዚ ትሪእዎ ዘለኹም ቱ ፍሮንት ቱ ባክ ድብል ኣሎ ቱ ባክ ክብላ እየ ሪኢኹሞ to front ቁሩብ ንላዕሊ ገጸይ ወይ ከኣ በዚኣ ኣንእስ ከብላ'ሞ ሕጂ ከምዚ ኣቢለ to back ክብላ'የ ርኢኹማ ሕጂ ነዚ ከኣ ትሕት ከብሎ'የ ቁሩብ ከነንእሶ'ሞ ቁሩብ ኣትሕት ኦኬ ከምዚኣ ጌርና ምስ ወዳእና ሕጂ ውን እዚ እንዳተንቀሳቀሰ ከይርብሸና እዘን ስእልታት እዚኣተን ኣብዚኣ ንኣቱ ንኩሎም ናብ ሓደ ራይት ራይት ራይት ራይት ጌርና ኣብዚኣ ንዓንቲ ወይ ኣብዚኣ ኣቲና መርጅ ንብሎ ሕጂ ራይዎ ኦኬ እዚኣ ረሲዕና ማለት እዩ እዚኣን እዚኣን ንደግማ ማለት እዩ ኦኬ ንብላ ሕጂ ናብ ሓንቲ ስእሊ ምፂለያ ኣሎ ንኩለን ማለት እዩ ሕጂ ንኩሎም ንሕር ናብ ሓንቲ ስእሊ ምፂለያ ኣሎ ራይዎ ከንቀሳቀሶ ተደልየ ሕጂ ብምሉእ እዩ ድንቀሳቀስ ትሪእዎ ኣለኹም ብምሉእ ከምዚኣ ኢሉ እንከሎ እቲ ባክግራውንድ ፀሊም ዘሎ ፅቡቅ እንድሕር ዘየቢልልና ንቅይሮ እቲ ከለር ባክግራውንድ ዘሎ ማለት እዩ ፃዕዳ ክንገብሮ ንኽእል ኣብዚ ናትና ምርጫ እዩ ማለት እዩ ቀይሕ ክንገብሮ ንኽእል ኣየናይ ኣድሚቑ ዘርእየልና ባዕልና እንዳቀያየርና ክንሪኦ Alhaji. በዚኣ ክንከይድ እጅ ዝተርፈና ፅሑፍ ኦኬ ንብሎ እዚ ዝተርፈና ፅሑፍ እዩ ፅሑፍ ከዓ ኣብዛ ላዓሊ ርሳስ ትመስል ትሪዋ ኣለኹም ኣብ ኣንትንክፍ ኣብዚኣ ኤዲት ትብል ደላ ንኣቱ ሶሪ ደጊመዮ ናብዚኣ ኣንዱ ክንምለስ ኢና ኣብዛ ታሕቲ ኤ ትብል ኣላ ኣብዛ ኤ ትብል ደላ ንትንክፍ ምክንያቱ ቴክስት እዩ ዘድልየና ቴክስት ክንብል ኢና ኣብዚ ክመፅኣልና እዩ ትሪእዎ ኣለኹም ከምዚ ኢሉ መፂለይ ኣሎ ኣብዚኣ ናይ ርሳስ ትንክፍ ኣብዚኣ ይትንክፍ ንህለብዚ ቴክስት ሕጂ ይፅሕፍ ዝደለኹዎ ነዚ ደምሲሰ ይጽሕፍ። መንግስቲ ይብ ኢለ ጽሒፈ ኣለኹ። ከም ትሪእዎ ዘለኹም እንድሕር ገጂፉ ናብዚታት በጺሑ በዚ ጌርና ነንእሶ ከምዚ ኣብዚኣ ክንገብራ ከመይ ጌርና ከም ንጽሕፍ ጥራይ ምርኣይ ስለ ዘድሊ ብድሕሪኡ ኣብዚኣ መጺእና ትሪእዎ ኣለኹም ንታሕቲ ንወርድ ኣብዚ ፎንት ዝብል ዘሎ ንመርጽ ፎንት ብጣዕሚ ብዙሕ ኣሎ ኣብዚ ንዓኹም ዘድልየኩም ካብዚ ክትመርጹ ትኽእሉ ኢኹም ኣነ ግን ኣብዚ ቀረባ ሎማዓንቲ ዝተጠቀምኩሉ እዚ እዚ ኣይትንክፍ ብዙሕ ግዜ ነዚ እየ ዝጥቀም ኦኬ ብሎ ትሪእዎ ኣለኹም ሕጂ ነዚ ከለር ኣይረኣየን እዩ ደሎ ከለር መርጸሉ ኣብዚ ኣሎ ጽቡቕ መታን ደሚቑ ክረኣየለይ ኣየናይ ድሰማምዓኒ ንዓይ ይመርጽ ትሪእዎ ኣለኹም እዚ በዛ ዘላታ ክገድፋ ክእል ኦኬ ይብላ እዚ ቦታ እዚ እንድሕር ታሽሙ ስለ ዘይወዳእኹ ከምዚ ገይረ ከንቀሳቕሶ ክእል ትሪእዎ ኣለኹም ኣብ ዝኾነ ቦታ ኣብዚ ክገብሮ ክእል ኣብዚ ክገብሮ ክእል ኣብ ዝኾነ ቦታ ክገብር ክእል ተወሳኺ ካልእ ፅሑፍ ክውስኸሉ እንድሕር ደልየ ነዚ ፅሑፍ እዚ ነዚ ጽሑፍ እዚ እንድሕር ክውስኸሉ ተደልየ ንዓ ንበዓላ ኮፒ ይብላ መታን ተመሳሳሊ ሓደ ዓይነት ጽሑፍ ክኸውን ኣብዚኣ ኤዲት ይብላ ነዚኣ ደምሲሰ ዝኾነ ይፅሕፍ ዝደለኹዎ ተደልዩ ዋላ ናብ ትግርኛ ይቕይሮ ሕጂ ራእይዎ ኣብ ብትግርኛ ምስ ኮነ ቁሩብ ጽሑፍ ተቐይሩ ናይ ግእዝ ግን እቲ ታሽሙ ከመይ ጌርኩም ዳውንሎድ ከም ትገብርዎ ከርእየኩም እየ እዚ ፎንት ኣብዚ ቦልድ ንገብሮ ራይት ኢልና ንወጥ ብድሕር እዚ ታሽሙ ኣብዚ ቴክስት ባክግራውንድ ዝብል ዘሎ ትሪእዎ ኣለኹም ብድሕር እቲ ፅሑፍ ዝኾነ ባክግራውንድ ከለር ክንገብረሉ ተደሊና ከምዚ ጌርና ንመርፅ እዚ ከለር እዚ ትሪእዎ ኣለኹም ፃዕዳ ክንገብሮ ንኽእል እቲ ፅሑፍ ደሚቑ ንኽረኣየልና ማለት እዩ ትሪእዎ ኣለኹም ብድሕሪ እዚ ንሕና መሪፅና ምስ ወዳእና ዝተርፈና ሴቭ ምግባር እዩ ነዚ ኦኬ ኢልና ንወፅእ ብድሕሪኡ ኣብዚኣ ትሪእዋ ዘለኹም ናይ ላዕሊ ሴቭ ትብላ ሴቭ ኣዝ ኢሜጅ ትብሎ ሴቭ ኣዝ ኢሜጅ ምስ በልካ ኣብዚ ላዕሊ ትሪእዎ ኣለኹም ሴቭ ቱ ጋለሪ ይብላ ኣሎ ኣብዚ 1280 ብሰብዓ ምዃኑ ክተረጋግፁ ኣለኩም ኩሉ ሻዕ ሴቭ ቱ ጋለሪ ክብሉ እዮም በቃ ሴቭ ኮይኑ ኣሎ ተኺኢለ ከይደ ኣብ ጋለሪ ክርኢ ጋለሪ ኣብዘን ኣለኩ ሪእዎ ኣለኹም ኣብ ጋለሪ ከምዚ ኢሉ መፂለይ ኣሎ ብዳሪዮ ቀጥታ ኣብቲ ናይ ዩትብ ተኣሽሙ ክጥቀመሉ ክእል እየ ናይ ሎሚ ዓንቲ ትምህርትና እዚኣ ትመስል ሓውኹም መንግሴ ብካልእ ትምህርቲ ብካልእ ስራሕ ክሳብ ንራኸብ ወድሓንኩም